ሽመይ ቢንያም ገብረኣብ ይበሃል። ከም ክኢላ ፊዚካል ቴራፒስት ኾይነ ንከባቢ ሰለስተ ዓመት ዝኸውን ኣብ ኢስት ኣፍሪካ ኢንተርናሽናል ሜዲካል ሰንተር ይሰርሕ ኣለኹ። ሎማዓንቲ ክህቦ ተዳልየ ዘለኹ መግለፂ ከዓ ወይ ኣስተምህሮ ብዛዕባ ኣኩፓንክቸርን ጥቕሙን እዩ። ኣኩፓንክቸር ንመን ይጠቅም ወይ ከዓ ከመይ ንዝበለ ፍወሳ ይጠቅም ክገልፅ ክፍትን እየ ማለት እዩ። ኣኩፓንክቸር ደረቕ መርፍእ ኮይኑ ኣብ ኣካላት ዝስኳዕ እዩ ደቂቕ መርፍእ ሕጂ እዚ ዝበዝሕ ግዜ ንናይ ኒሮሎጂካል ሽግር ዘለዎ ምስ ናይ መትኒ ዝተኣሳሰር ሽግር ዘለዎ ወይ ቃንዛ ዘለዎ ኩሉ ነገር ይጠቕመና ንሰርሓሉ ማለት እዩ ንሱ ከዓ ኣብቲ ኣኩ ፖይንት ንብሎ ብምስኳዕ ንስትሮክ ወቕዕ ንዘለዎ ሰብ ፋሻል ፓራላይሲስ ገፁ ንሰጠወየ መርዘን ንዘለዎ ወይ ከኣ ስትረስ ንዘለዎ ሓደ ሓደ ግዜ ከኣ ይመጽኣና ከምኡ እኳ ብዶክተር ተኣዚዙ ዝመጽእ ከኣ ብዙሕ ጽቡቕ ፍታሕ ይረኽቡ ማለት እዩ ሕጂ እንታይ እዩ ደኣ እዚ ምስቲ ካልእ ዘሎ ሲ ኣኩፓንክቸርሲ እንታይ እዩ ኣብ ክንዲ ኣኩፓንክቸርሲ ካልእ ጥራይ ተገበርናኸ ዝብል ሕቶ ክመጽእ ይኽእል እዩ ኣኩፓንክቸር ነቲ ዘሎ ጸገም ወይ ከዓ ነቲ ዘሎ ሕማም ከም ዘቃላጥፍ ይገብር ናይ ምፍዋስ ተኽእሉ የቃላጥፎ እቲ ካልእ እውን ክንገብር ንኽእል ኢና ህድእ ኢልና እዚ ከዓ ጎኑ ጎኑ ምስ ናይ ናይ ፀገም ናይ መትኒ ዘለዎ ቃንዛ ንዘለዎ ምንቅጥቃጥ ምድንዛዝ ንዘለዎ ኣብ ሓፂር ግዜ ከስተኻኽለና ወይ ከዓ ናብቲ ንቡር ከመሓይሸልና ይኽእል እዩ ማለት እዩ እተን ዝገለፅናየን ጥቕሚ ከዓ ኣብ ተወሳኺ እዚ ሲቲኤስ ዝበሃል ወይ ከዓ ካርፓል ተነል ሲንድሮም ዝበሃል ኣብ ኢድ ናይ ሽግር ናይ ካርፓል ታነል ሲንድሮም ዝበሃል ኣብ ኢድ ዝመፅእ ሽግር ኣብዚ ናይ ጉንቦ ኢድና ዝመፅእ ሽግራት ምስ ናይ መትኒ ዝተኣሳሰረ ብዙሕ ጥቕሚ ኣለዎ። ምክንያቱ ምስ መትኒ ዝተኣሳሰረ ዘበለ ኩሉ ናይ መትኒ ሽግር ዘበለ ኩሉ ሽግር ከቃልል ይኽእል እዩ። ካልእ ቃንዛ እንድሕር ብካልእ ናይ ካልእ ኣገባብ ፊዚዮተራፒ እንድሕር ቃንዛ ምህዳእ ኣብዩ ብኣኩፓንክቸር ዝሓሸ ቃንዛ ናይ ምህዳእ ተኽእሎ ኣለዎ። ሕጂ እዚ ኩሉ ስትሮክ ካልእ ካልእ ክንገልጾ ዝጸናሕና እዚ ፋሻል ፓራላይሲስ ቃንዛ ምንቅጥቃጥ ምድንዛዝ ኩሉ ዓይነት ከምዚ ዓይነት ሽግር ዘለዎ እንድሕር ጸገም እንድሕር ኣለዎ ኮይኑ ኣባና መጺኦም ክትውከሱ ትኽእሉ ኢኹም በብቲ ዘድልየኩም ከዓ ኣገልግሎት ክትረኽቡ ትኽእሉ ኢኹም